ሰላም ንዓኹም ይኹን ክቡራት ተኸታተልትና፣ ናብ ዝርዝራዊ መደብ ስፖርትና እንኳዕ ብደሓን መጻእኩም። ሎሚ ዓበይቲ ዛዕባታት ከነተኩር ኢና። ዙር ኖርዌይ ቀዳም 23 ነሓሰ ብራብዓይ መድረኹ ቀጺሉ ተኻይዱ። ኣብዛ መድረኽ ተቐዳደምቲ 198.5 ኪሎ ሜተር ዝርሕቀታ ንናይ ቅጽበታዊ ውድድር ተቐዳደምቲ ከተርብሕ ትጽቢት ዝተገበረላ መድረኽ እዮም ኣካይዶም። ኣብ መወዳእታ ዓባይ ጉጅለ ኣብ ዘካየደቶ ቅጽበታዊ ውድድር ኣባል ሶላል ኩክስቴብን ቻምፕዮን ኤውሮጳ ቲም ሚልነርን ንውድድሩ ብኣርባዕተ ሰዓትን ዓሰርተ ትሽዓተ ደቂቕን ዕስራን ሸሞንተን ካልኢትን ብምዝዛም ቀዳማይ ኮይኑ ብምዕዋት ኣብዚ ውድድር ካልኣይ ናይ መድረኽ ዓወት ተጎናጺፉ። ቸክ ሪፓብሊካዊ ኣባል ቲም ፒክኒክን ፓቨል ቤትነርን ኣባል ቲም ቪዝማ ኦላፍ ኩዌጅን ድማ ብተመሳሳሊ ግዜ ካልኣይን ሳልሳይን ተርታ ሒዞም ኣብዚ ውድድር ተጸሚዶም ዝርከቡ ኤርትራውያን ተቐዳደምቲ፣ ኣባል ኢንተር ማርሸ ቢንያም ግርማይ ሻርሻይ ተርታ ክሕዝ እንከሎ፣ ናትናኤል ተስፋጽዮን ድማ ካብ ዕዉት መድረኽ ብዒስራን ሰለስተን ካልኣይ ድሒሩ መበል ቴስዓን ክልተን ተርታ ሒዙ ሕንጻጽ ረጊጹ። ቲም ሜልነር ኣብዚ ውድድር ካልኣይ ናይ መድረኽ ዓወቱ ምስናዱ ስዒቡ ድምር ናይ ፕሮፌሽናል ዓወቱ ናብ ሱሳን ኣርባዕተን ኣበሪኹ። ቲም ሚልነር ብቕጽበታዊ ውድድር ንዝተዛዘሙ ዕስራን ትሽዓተን ሚእታዊት ውድድራት ቀዳማይ ኮይኑ ተዓዊቱ ኣሎ። ቲም ሚልነር ኣብዚ ዓመት ብቕጽበታዊ ውድድር ዓባይ ጉጅለ ኣብ ዝተዛዘሙ ዓሰርተ ሸሞንተ ውድድራት ነቶም ዓሰርተ ሰለስተ ቀዳማይ ኮይኑ ተዓዊቱ ኣሎ። ቲም ሚልነር ንወዲ ሃገሩ ቲም ዌሌስ ተኸቲሉ ድሕሪ ክልተ ሽሕን ዓሰርተ ትሽዓተን ንፈለማ ግዜ ኣብ ዞረንዌ ኣርባዕተ ናይ መድረኽ ዓወታት ዝተጎናጸፈ ተቐዳዳማይ ኮይኑ። ቤልጁማዊ ኣባል ሎቶ ኣርናውልድ ላይ ብዓሰርተ ሓሙሽተ ሰዓትን ዕስራን ሓሙሽተን ደቂቕን ዓሰርተ ሓሙሽተ ካልኢትን መሪሕነት ዙር ኖርወይ ዓቂቡ ናብ መዛዘሚት ሓሙሸይቲ መድረኽ ኣቕኒዑ። ማቲው ቫን ደር ፑል ብሓንቲ ካልኢት ድሒሩ ካልኣይ፣ ቲም ዌልስ ብዕስራን ሓደን ካልኢት ድሒሩ ሳልሳይ ተርታ ሒዙ። ቢንያም ግርማይ ብክልተ ደቂቕን ሓደ ካልኢትን ድሒሩ መበል ሳሳን ሽዱሽተን፣ ናትናኤል ተስፋጽዮን ድማ ብዕስራ ደቂቕን ኣርባዓን ክልተን ካልኢትን ድሒሩ መበል ቴስዓን ትሽዓተን ተርታ ሒዙ ኣሎ። ብነጥቢ ፓቨል ቢትነር ብ ሰማንያ ነጥቢ ቀዳምኣይ፣ ዕዉት መድረኽ ቲም ሚልነር ብ ሰብዓን ሓሙሽተን ነጥቢ ካልኣይ፣ ሆላንዳዊ ኦላፍ ኮይጅ ብተመሳሳሊ ሰብዓን ሓሙሽተን ነጥቢ ሳልሳይ፣ ቢንያም ግርማይ ብ ሓምሳን ሓደን ነጥቢ ራብዓይ ተርታ ሒዙ ኣሎ። ሆላንዳዊ ኣባል ኣልፔስን ቲቦር ዴል ግሮሶ መሪሕነት ብሉጽ መንእሰይ ተረኪቡ። ዝሮን ዌይም ሰንበት ዒስራን ኣርባዕተን ነሓሰ ብሓሙሻይ መድረኹ ክዛዝም እዩ። ኣብዛ መድረኽ ድማ ተቐዳደምቲ ሚእትን ሰማንያን ኣርባዕተን ነጥቢ ሸውዓተ ኪሎ ሜተር ዝርሕቀታ ውድድር ከካይዱ እዮም። ቀዳም ዒስራን ሰለስተን ነሓሰ ብራብዓይ መድረኹ ኣብ ዝቕፅለሉ ድማ ተቐዳደምቲ ሚእትን ተስዓን ሸሞንተን ነጥቢ ሓሙሽተ ኪሎ ሜተር ዝርሕቀታ ውድድር ከካይዱ እዮም። ጽባሕ ሰንበት ራብዓይ መድረኽ መዛዘሚ ዝርከብ ሊድል ዱችላንድ ቀዳም ዕስራን ሰለስተን ነሓሰ ብሳልሳይ መድርኹ ኣብ ዝቐጸለሉ ሆላንዳዊ ኣባል ቦራ ዶኒ ቫን ፓፐል ቀዳማይ ኮይኑ ሕንጻጽ ረጊጹ። ኣብዛ ተቐዳደምቲ ሚእትን ሰብዓን ሓሙሽተን ነጥቢ ሸውዓተ ኪሎ ሜተር ዝሸፈኑላ መድረኽ ዶኒ ቫን ፓፐል ንውድድሩ ብሰለስተ ሰዓትን ሓምሳን ሰለስተን ደቒቕን ዓሰርተ ካልኢትን ብምዝዛም'ዩ ቀዳማይ ኮይኑ ተዓዊቱ። ኖርዌጃዊ መራሕ ናይዚ ውድድር ሶረን ዋርስጆልድን ፈረንሳዊ ኣባል ቶታል ኢነርጂ ኤሚልየን ጂያኒርን ድማ ብተመሳሳሊ ግዜ ካልኣይን ሳልሳይን ተርታ ሒዞም። ኤርትራውያን ኣባላት ጀርመናዊት ጋንታ ባይክ ኤድ ዩኤል ሃብተኣብ ብዓሰርተ ደቂቕ ሓምሳን ሽዱሽተን ካልኢትን ድሕሩ መበል ኣርባዓን ትሽዓተን፣ ሚልክያስ ማእክለ ድማ ብዓሰርተ ትሽዓተ ደቂቕን ሽዱሽተ ካልኢትን ድሕሩ መበል ሰማንያን ሓሙሽተን ተርታ ሒዙ። ኖርዌጃዊ ሶረን ዋርስጆልድ ብ ዓሰርተ ሰለስተ ሰዓትን ኣርብዓን ሸውዓተን ደቂቕን ሓሙሽተ ካልኢትን መሪሕነት ናይዚ ውድድር ኣዕቂቡ ናብ መዛዘሚት ራብዐይቲ መድረኽ ኣቕኒዑ። ኢኳዶራዊ ጆናታን ናርቫኤዝ ብ ሽዱሽተ ካልኢት ድሒሩ ካልኣይ፣ ኣሜሪካዊ ራይለይ ሺሃን ድማ ብ ዓሰርተ ሓደ ካልኢት ድሒሩ ሳልሳይ ተርታ ሒዙ ኣሎ። ዩኤል ሃብተኣብ ብ ዓሰርተ ኣርባዕተ ደቂቅን ዓሰርተ ሸሞንተ ካልኢትን ድሒሩ መበል ሱሳን ኣርባዕትን ተርታ ክሕዝ እንከሎ፣ ሚልክያስ ማእከለ ብ ዓሰርተ ትሽዓተ ደቂቅን ዓሰርተ ሓሙሽተ ካልኢትን ድሒሩ መበል ሰማንያን ሓደን ተርታ ተሰሪዑ ብነጥቢ ሶረን ዋርስጆልድ ብ ሳሳን ኣርባዕተን ነጥቢ ቀዳማይ፣ ዕዉት መድረኽ ዶኒ ቫን ፓፐል ብ ሳሳን ክልተን ነጥቢ ካልኣይ፣ ማቲው ብረናን ድማ ብ ዕስራን ሽዱሽተን ነጥቢ ሳልሳይ ተርታ ሒዙ ኣሎ። ጀርመናዊ ሚገል ሄዴማን ብዓሰርተ ነጥቢ መሪሕነት ኣንበሳ ዓቐብ ተረኪቡ። ሶረን ዋርፍጆልድ መሪሕነት ብሉጽ መንእሰይ ዓቂቡ። ሚልክያስ ማእከለ መበል ዕስራን ትሽዓተን ዩኤል ሃብተኣብ ድማ መበል ሳሳን ሸውዓተን ተርታ ሒዞም። ብጋንታ ዩኤ ኢማራትስ መሪሕነት ናይዚ ውድድር ተረኪባ። ሊድል ዱችላንድ ቱር ሰንበት ዕስራን ኣርባዕተን ነሓሰ ራብዓይ መድረኹም ኣብ ዝዛዘመሉ፣ ተቐዳደምቲ ሚእትን ስሳን ሰለስተን ነጥቢ ሸውዓተ ኪሎ ሜተር ዝርሕቀታ ውድድር ከካይዱ'ዮም። ሎሚ ዓመት ንመበል ሰማንያ ግዜኡ ኣብ ምክያድ ዝርከብ ቮልታ ስጳኛ፣ ቀዳም ዕስራን ክልተን ነሓሰ ብቐዳማይ መድረኹ መጋርጆ ቀንጢጡ፣ ኣብዛ ቀዳመይቲ መድረኽ ናይ ሽኳ ተቐዳደምቲ ኣብ ፑሪም ዲቡላ ሚእትን ሰማንያን ሽዱሽተን ነጥቢ ሸውዓተ ኪሎ ሜትር ዝርሕቀታ ውድድር'ዮም ተኻይዱ። ነዛ መድረኽ ድማ ኣባል ኣልፔስን ያስፐር ፊሊፕሰን ንውድድሩ ብኣርባዕተ ሰዓትን ትሽዓተ ደቒቕን ዓሰርተ ክልተ ካልኢትን ብምዝዛም ቀዳማይ ኮይኑ ተዓዊቱላ። ብሪጣናዊ ኣባል እስራኤል ፕሪምየር ቴክ ኢታን ቬሮንን ኢማብል ሞቪስታር ቬንዙዌላዊ ኦላስ ኦውላርን ድማ ካልኣይን ሳልሳይን ተርታ ሒዞም ኣብዚ ውድድር ዝሳተፍ ዘሎ ኣባል ሊትሬክ ኣማኑኤል ገብረእግዚኣብሄር ካብ ዕውት ብዝሃስ ኣርባዕተን ካልኢት ድሒሩ መበል ሚእትን ሰማንያን ተርታ ሒዙ ሕንጻጽ ረጊጹ። ንቐዳመይቲ መድረኽ ዙር ፈረንሳ ድሕሪ ምዕዋቱ ኣብ ሳልሳይ መድረኽ ብዘጋጠሞ ሓደጋ ካብቲ ውድድር ዝተሰናበተ ያስፐር ፊሊፕሰን ንቐዳመይቲ መድረኽ ቮልታ ስጳኛ ምዕዋቱ ስዒቡ መበል ሰላሳን ሓደን ናይ ግራንድ ቱር ዓወቱ ጨቢጡ። መበል ሓምሳን ሓሙሽተን ናይ ፕሮፌሽናል ዓወቱ ዝተጎናጸፈ ፊሊፕሰን፣ መበል ሳልሳን ኣርባዕተን ቤልጂማዊን ቮልታ ኣስጳኛ ክመርሖ ዝበቕዐ ተቐዳዳማይ ኮይኑ። ዕዉት መድረኽ ያስፐር ፊሊፕሰን መሪሕነት ናይዚ ውድድር ተረኪቡ፣ ኢታ ቨን ቬሮንን ሆላንዳዊ ኣባል ኩክስቴብ ፐፒጅን ረይን ደርክን ድማ በርባዕተ ካልኢታት ድሒሮም ይኽተልዎ። ኣማኒኤል ገብረእግዚኣብሄር በርባ ኣርባዕተን ካልኢት ድሒሩ መበል ሚእትን ሰማንያን ተርታ ተሰሪዑ ኣሎ። ብነጥቢ ያስፐር ፊሊፕሰን ብሓምሳ ነጥቢ መሪሕነት ናይዚ ውድድር ተረኪቡ። ኢታን ቬርኖንን ብሳሳ ነጥቢ ካልኣይ፣ ብሆላንዳዊ ፔፒ ጂን ሬንደሪክ ድማ ብዒስራ ነጥቢ ሳልሳይ ተርታ ሒዙ ኣሎ። ኢጣልያዊ ኣባል ኣሪካ ኣሌክሳንድሮ ቨርም ብሰለስተ ነጥቢ መሪሕነት ኣንበሳ ዓቕብ ቮልታ ስጳኛ ጨቢጡ። ስጳኛዊ ዩኡል ኒኮላኦ ብክልተ ነጥቢ ካልኣይ፣ ኣባል ኣስታኒ ኮላስ ቬሮኒኮቭ ድማ ብሓንቲ ነጥቢ ሳልሳይ ተርታ ሒዙ ኣሎ። ብሪጣንያዊ ኢታን ቬርኖን መሪሕነት ብሉጽ መንእሰይ ክርከብ እንከሎ፣ ቶማስ ሲልቫን ማዲስ ማርኬልስን ድማ ይኽተልዎ። ቮልታ ስጳኛ ሰንበት ዕስራን ኣርባዕተን ነሓሰ ብኻልኣይ መድረኹ ኣብ ዝቕጽለሉ፣ ተቐዳደምቲ ሚእትን ሓምሳን ትሽዓተ ነጥቢ ሓሙሽተ ኪሎ ሜተር ዝርሕቀታ ኣብ ማልያታት ለውጢ ከተምጽእ ትጽቢት ዝግበረላ መድረኽ ክካይድዮ። ስጳኛዊ ናይ ክንፊ ተኸላኻላይ ቸልሲ ማርክ ኩኩሬላ ምስ ክለቡ ሓድሽ ውዕል ከምዝኣሰረ ወግዓዊ ገይሩ። ቸልሲ ንዌስትሃም ሓሙሽተ ባዶ ድሕሪ ዝዕነወትሉ ግጥም እዩ ኩኩሬላ ነታ ከም ዜና ጥራይ ኮይኑ ክጓዓዝ ዝጸንሐም ጉዳይ ምንዋሕ ውዕል ወግዓውነት ኣልቢስዎ። ኩኩሬላ ኣብ መግለጺኡ እወ ተፈጺሙ እዩ፣ ኩሉ ጌርና ኢና። ኣዝየ ሕጉስ እየ፣ ጋንታይ ርእሰ ተኣማንነት ከዕቢ ሓጊዛትኒ እያ፣ ስለዚ ኣብዚ ምህላወይ ሕጉስ እየ፣ ተስፋ ይገብር ድማ ብልጽቲ ዓመት ከሕልፍ ክብል ገሊጹ። ርክብ ፕረዚደንት ኬንያ ዊልያም ሩቶን ፕረዚደንት ሃገራዊ ፈደረሽን ኩዕሶ እግሪ ኤርትራ ኣቶ ጳውሎስ ወልደሃይማኖትን። ፕረዚደንት ሃገራዊ ፈደረሽን ኩዕሶ እግሪ ኤርትራ ልኡኽ ኤርትራ ውድድር ቻን ክልተ ሽሕን ዒስራን ኣርባዕተን ኣባል ፈጻሚ ሽማግለ ሲካፋ ዝኾነ ኣቶ ጳውሎስ ወልደሃይማኖትን ምዕራፍ ናይ ምድብ ውድድር ቻምፕዮናት ሃገራት ኣፍሪቃ ቻን ክልተ ሽሕን ዒስራን ኣርባዕተን ብዓወት ኣብ ደረጃ ምብጽሑ ንበዓል ምስ ፕረዚደንት ኬንያዊ ዊልያም ሩቶ ተራኺቡ። ኣቶ ጳውሎስ ነተን ኣእንገድቲ ሃገራት ኬንያ፣ ኡጋንዳን ታንዛንያን ከካብ ምድባተን ምሕላፈን ንዝረኸቦ ዓወት ኣመስጊንወን። እዚ ድማ ኣብዚ ዞባ ኩዕሶ እግሪ እናዓበየ ምምጽኡ ዘመልክት ምዃኑ ገሊጾም። ኣብ ዓለም ኩዕሶ እግሪ ራእይ ዘለዎም ንለውጢ ዝተወፈዩ ንመራሕቲ ምህላው ንዕቤት ስፖርት ወሳኒ እዩ። ኣብዚ ኣጋጣሚ እዚ ንፕረዚደንት ሃገራዊ ፈደረሽን ኩዕሶ እግሪ ኤርትራ ኣቶ ጳውሎስ ወልደሃይማኖት ብዘካየዶ ዘሎ ዘይሕለል ጻዕርን ዝህቦ ዘሎ ኣበርክቶን ልባዊ ምስጋናናን ኣኽብሮትናን ክንገልጽ ንፈቱ። ኣቶ ጳውሎስ ብዘለዎ ጽኑዕ መሪሕነትን ዘይተሓለለ ጻዕርን ንኩዕሶ እግሪ ኤርትራ ኣብ ሃገርን ውሽጥን ኣብ መድረኽ ኣህጉርን ንምዕባይ ዓቢ እጃም የበርክት ኣሎ። ከም ልኡኽ ኤርትራ ኣብ ውድድር ቻን ክልተ ሽሕን ዕስራን ኣርባዕተን ኣባል ፈጻሚት ሽማግለ ሲካፋን ኮይኑ ዘለዎ ተሳትፎ ንሃገርና ኣብ ዓለምለኻዊ መድረኽ ክብ ኣቢልዋ ኣሎ። ምስ ፕረዚደንት ኬንያ ዊልያም ሩቶ ብምርኻብ ንዓወት ናይ ዞባ ጥራይ ዘይኮነስ ንመጻኢ ዕድላት ኩዕሶ እግሪ ኤርትራን ምብራቕ ኣፍሪቃን ዘለዎ ተወፋይነት ብግብሪ ኣርእዩ። እዚ ተግባር እዚ ዲፕሎማስያዊ ክእለቱን ምትሕብባር ዘለዎ ድሌት ዘመልክት እዩ። መርኣያ ጻዕሩን ትግሃቱን ድማ ንክለብ ደንደን ደቂ ኣንስትዮ ናይ ካፍ ብፍሉይ ዝዋብ ሓለፋ ናይ ሊቼንሳ ከም ትረክብ ኣኽኢልዋ። እዛ ክለብ ኣብ ቀረባ ግዜ ኣብ ዓበይቲ ውድድራት ናይ ክለባት ኣፍሪቃ ክንርእያ ማለት እዩ። እዚ ማለት ድማ እቲ ዘይርእ ዝነበረ ዕቤት እቲ ፈደረሽን ኣብ ቀረባ መጻኢ ጭቡጥ መሬት ዝረገጸ ካልእ ምዕባለታት ከም ዝርእየና ዓቢ እምንቶ ኣለኒ። ስለዚ ንኣቶ ጳውሎስ ወልደሃይማኖትን ነቲ ንዕቤት ኩዕሶ እግሪ ኤርትራ ስርሑ ዘሎ ዝበረኸ ኣበርክቶም ምስ ምሉኣት መሳርሕትኻ ብልቢ ነመስግነኩም። ራኢኡን ጻዕሩን ንመጻኢ ወለዶታት ዘማዕደወ ንሃገርና ኣብ ዓለምለኻዊ ዓውዲ ኩዕሶ እግሪ ዝለዓለ ደርጃ ክትበጽሕ ከምዝሕግዝ ኣይጠራጠርን። ኩዕሶ እግሪ ሃገርና ይዓምብብ! ቶተንሃም ንኣካፋሊ ኢጣልያዊት ክለብ ኮሞ ኒኮፓዝ ንምዕዳግ ኣብ ማሕሻ ዘቕረበቶ ኣርባዓን ሓሙሽተን ሚልዮን ኤሮ በታ ኢጣልያዊት ጋንታ ተነጺጋ። ቶተንሃም ኣቐዲማ ኣብ ፈለማ ወርሒ ነሓሰ ዘቕረበቶ ኣርብዓ ሚልዮን ኤሮ ተነጺጋ ምንባራ ኣይርሳዕን። ድሌታት ቶተንሃም ኣብ ልዕሊ ኒኮ ፖዝ ኣብ ቦትኡ እናሃለወ፣ ኣሰልጣኒ ኮሞ ሰስ ፋብሬጋስ ግን ንፓዝ ሓደ ካብ ዘይትንከፉ ኣባላት መስርዑ ዝቖጽሮ ተጻወታይ እዩ። እዚ ካብ ሪያል ማድሪድ ናብ ኮሞ ዝተጸንበረ ክፋሊ ብኮሞ ምስ ዝሽየጥ ሪያል ማድሪድ ካብ ሽያጡ ሓምሳ ሚእታዊት ናይዚ ሕሳብ ናብ ሕሳባ ዝሰጋገር ምዃኑ ኣቐዲማ ንኮሞ ኣፈሪማታ'ያ። ብዘይካ'ዚ ማድሪድ ንፓዝ ንኮሞ ክትሸጠላ እንከላ ክሳብ ክልተ ሺሕ ዕስራን ሸውዓተን ንኒኮ ፓዝ ዳግማይ ናይ ምዕዳግ ውዕል ኣስፊራትሉ'ያ። ብፈጠራውነቱን ተዓጻጻፍነቱን ማራኺ ክኸውን በቒዑ ዝርከብ ኣካፋሊ፣ ዝሓለፈ ዓመት ኣብ ሳላሳን ሓሙሽተን ግጥማት ኮሞ ሽዱሽተ ሸቶታት ከመዝግብ እንከሎ፣ ሸሞንተ ናይ ሸቶ ዕድላት ድማ ኣዳልዩ። እዚ ንሎሚ ዘዳልናዮ ዝርዝራዊ ጸብጻባት ስፖርት እዩ ነይሩ። ስለ ዝተኸታተልኩምና ነመስግን።